ብዙሕ ግዜ ኣዋልድ ኣብ ልተፈላለየ ናይ ዕድመ ክልል ለለዉ ኣወዳት ይመርጻ እየን። ሓደ ሓደየን ብዕድመ ድፍእ ለበለ ወዲ ማለትም ካብ ናየን ዕድመ ዓሰርተ ሓሙሽተ ዒስራ ዓመት ልበልጸን ኣወዳት ክመርጻ ንርእየን። ሓደ ሓደየን ድማ መንእሰይ ሃም ባዕለን ባቸን ልኾና ወዲ ይመርጻ። መንእሰይ፣ ባችኺ ልመረጽኺ ጓል እንድሕር ኾይንኺ፣ ሎምዓንቲ ምሳይ ወግዐ ነይርኪ፣ ሎምዓንቲ ምሳይ ተዕልሊ ናይ ግድን እዩ። ሰላማት ክቡራት ተኸታተልቲ ሎማዓንቲ ላሃምቲ ልሙድ ልፍቕራዊ ሂወትኽን ክጠቅም እዩ ልልሓሰብኽዎ ሓሳብ ሒዘልኽን መፅየ እኔኹ እዚ ቪድዮ እዚ ክዓ መጨረሻ ብምክትታል ካብዚ ቪድዮ ተረበሕቲ ልክትኾና ግብዣ እዩ ልዚ ቻናል ሓደሽቲ እንድሕር ኾይንኽን እዚ ቻናል ሰብስክራይብ ላገበርኽን ቤተሰብ ኹና ናሎማዓንቲ ሓሳብ ሒዘልኽን ልመፃእኹ መንእሰይ ወዲ ልሓዝኽን ኣጓላት መንእሰይ ወጣት ልኾነ መጻ ምድልሓስኽን ምስ ወጣት ሪለሽን ለለክን ኣጓላት ተሃሊኽን ሎማዓንቲ ምሳይ ክተውግዓ ናይ ግድን እዩ ምክንያቱም ኩልና ክከም ናይ ዕድመና ክልል ኣተሓሳሰባናን ድሌትናን ብጣዕሚ ልተፈላለየ እዩ ስለዚ መንእሰይ እንድሕር ሒዝኺ ኮይንኺ መንእሰይ መጻምድኪ እንድሕር ሃልይኪ ኮይኑ እዚ ወዲ እዚ ሃመይ ገይርኪ ኢኺ ትሕዝዮ ሃመይ ገይርኪ ኢኺ ሃንድል ትገብርዮ ሃመይ ገይርኪ ኢኺ እዚ ወዲ እዚ ትውንንዮ ሎማዓንቲ ምሳይ ጽንሒ እቲ ናመጀመርያ ነገር ክነግረኪ መንእሰይ እንድሕር ኮይኑ መጻምድኺ እና መጀመርያ ክነግረኪ ልደሊ ታይ እዩ ጓል ኹንሉ ጓል ኹንሉ ማለት መቸስ ትፈልጢ ኢኺ ብጾት ሃምል ኣይኮነ ጓል ኢኺ ግን ጓል ምዃን ማለት ኩል ግዜ ቆንጆ ምዃን ቁንጅናኺ ምሕላይ ኣብ ቁንጅናኺ ትኩረት ምግባር ኣከዳድናኺ ቆንጆ ምግባር ኣተሓሳስባኺ ቢውልድ ምግባር ማለት መንእሰይ ሒዝካ እኒሀኺ ማለት መንእሰይ በየግዜኡ ሓሳቡ ዝቐያይር ስቴብል ዘይኮነ ናይ ዕድመ ክልል ዘለዎ ወዲ እዩ። እኹል ዝኾነ ምርግጋዕ ስለ ዘይብሉ እዚ ሰብ እዚ ወዲያውን ሓሳቡ ክቕይር ይኽእል። ስለዚ ቆንጆ ኩኒ። ብግልፂ ቋንቋ ክነግረኪ ቆንጆ ጓል ዝፀልእ ወዲ የለይ። ክነግረኪ ኩሉ ወዲ ቆንጆ ጓል ይደሊ እዩ ኣይ ኣተሓሳሰባ እምበር ጓል መልክዕ ታይ ሕሾት እዩ እዚ ሃምዚ ልብል ወዲ ባዕሉ ቆንጆ ጓል ይደሊ እዩ ክነግረኪ ቁንጅና ክሓሊ ኣተሓሳሰባኺ ቢልዱ ግበሪ ኣከዳድናኺ ዘንጢ ክነግረኪ እዚ ናይ መጀመርያ እዚ እዩ ብለለኪ ፏፈሽ በሊ ክነግረኪ እዚ ናይ መጀመርያ ወጣት መንእሰይ እንድሕር ሒዝኪ ኮንኪ በቃ ኩል ኹኒ ስማርት ኹኒ ኣከዳድናኺ በቃ ኤቭሪቲንግ ኩል ኾኒ ክነግረኪ እቲ ካልኣይ ለለ ክነግረኪ ኩሉ ግዜ ኣብ ጎኒ ኾኒ እንድሕር መንእሰይ ሒዝኺ ኮይንኺ መንእሰይ ማለት ገና ኣብ ጉያ ለሎ ገና ጎል ለይገበረ ገና ኣብ ሽቶ ለይወቐዐ ዓይነት እዩ መብዛሕትኡ ወዲ ማለት ዝኾነ ስራሕ እኒኦ ማለት ናብ መጨረሻ ስኬት በፂሑ እኒኦ ማለት ይኾን ደገፍ የድልዮ እዩ፣ ሓጋዚ የድልዮ እዩ፣ ኣጆኻ በርትዕ በሃሊ የድልዮ እዩ። ብለፍቅራ ጓል ድማ ብልፎትያ ጓል ድማ እዚ ነገር እዚ ክቐርበሉ ተሎ ኢማጅን ህንድምንታይ ሪስፔክት ክገብረካ ሃም ልኸል ህንድምንታይ ክፎትየካ ሃም ልኸል ኣብ ልኾነ ይኹን ናይ ስራሕ ዘርፊ ይሃሊ ኣብ ለትፈላለየ ክኾን ይኸል መምህር ክኾን ይኸል ነጋዳይ ክኾን ይኸል መንግስት ሰራሕተኛ ክኾን ይኸል ልትፈላለየ ዓይነት ስራሕ ክህሎ ይኸል ግን ጀስት ኩል ግዜ ደግፍ እዩ ዓብይ ሰብ ብዕድመ ልዕል ልበለ ተኾይኑ ኢትስ ኦኬ ብዙሕ ነገር ሃንድል ናይ ምግባር ዓቕሚ እኒኦ ብዙሕ ነገር ሪኡ እዩ ልተረጋገ ዕድመኡ ባዕሉ ንክረጋጋእ የገድዶ እዩ መነሰይ ግን ቶሎ ይናደድ ቶሎ ይሕጎስ ኢነርጀቲክ እዩ ውሽጡ ተረዲኽኒ ሃምዚ ዓይነት ስለ ልኾነ ዝኾነ ነገር ፌል ብልገበረ ቁፅሪ ብጣዕሚ ልሓዝን ብጣዕሚ ልጉዳእ ዩ ስለዚህ እስኺ ሳፖርት ትገብርዮ ትኽእልን ኢኪ ኣብ ጎኑ ኮይንኺ ወዲ ኢኻ እስኻ ጀግና ኢኻ በርትዕ እስኻ ልሓዝኻዮ እስኻ ልጀመርካዮ ነገር ማንም ከሳኽዖ ኣይኽእል እዩ ዩኖ ጓል ኮይንኺ እዚ ምንጋር ኣይጠፈኪ ኣይኖ ግን ሃምዚ ትብልዮ ተለኺ ብጣዕሚ ልፎትየኪ ብጣዕሚ ለኽብረኪ ካብ ልቡ መቸም ትወርዶ ኣይትኽእሊ ተረዲኪ ብኣበሃህላ ደረጃ ሃምዚ ክበሃል ሰሚዕኺ ትፈልጢ ዶ ኣብ ሓደ ስኬታማ ወዲ በስተጀርባ ጠንካራ ጓል እኒኣ ክበሃል ሪኢኺ ትፈልጢ? ዩ ሲ እዚ ስኬታማ ዝኾነ ወዲ እዚ ዕውት ልኾነ ወዲ ኣብ ድሕሪቱ ኣጆኻ ትብሎ ወይ እንኡ እኒሃ ወይ ድማ መፃምዱ እኒኣ እተጀግኖ እዚኦም እዮም ከጀግንዎ ልኽእሉ ሓደ ወዲ ብፍላይ ብፍላይ ድማ መንእሰይ እንድሕር ኮይኑ ማለት እዩ ስለዚ እስኺ ሳፖርቲቭ ኹን ኣብ ድሕሪቱ ኮይንኺ ልቅድሚት ድፍእዮ ልልጀመሮ ነገር ልክዕወት ሽቶ ልክወቅዕ በቃ ኣበርትዕዮ ኣጀግንዮ ስማርት ኹኒ ክነግረኪ መንእሰይ እዩ መንእሰይ ኩሉ ግዜ ውሽጡ ሓይሊ እኒሀዎ እዩ እዚ ሓይሉ ድማ እንድሕር እስኻ ኣብ ጎኑ ኮይንኺ ንሪሌሽንኻ ዓብዪ ግብኣት ምግባር ትኽእል ኢኺ ሶ ኣብ ጎኑ ኾኒ እቲ መበል ሳልሳይ ለለ ክነግረ እንድሕር መንእሰይ ኮይኑ ኣኽብርዮ ምንም ላይፍ መስሪቱ ለይፈልጥ ዓይነት ወዲ እንድሕር ኮይኑ ክጎይ ልደሊ እንድሕር ኮይኑ ክነግረኪ ኣብ መንገዱ ብዙሕ ዓይነት ቻለንጅ እኒኦ ክነግረኪ ብዙሕ ዓይነት ቻለንጅ እኒኦ። ይወድቕ እዩ፣ ይለዓል እዩ፣ ይደኽሞ እዩ፣ ይብርትዕ እዩ፣ ደኺምዎ የቋርፅ እዩ፣ ይጅምር እዩ። እዚ ሰብ እዚ ብዙሕ ውጣ ውረድ ሪኡ እዩ። ኣብ ጎኑ ኮይንኺ ተኽብርዮ ተለኺ ግን፣ ክብሪ ትብዮ ተለኺ ግን፣ ናብ ብዙሕ ሰባት ገፅ ሪኡ እዩ ልመፅእ። ዩሲ ወዲ ማለት ህይወቱ ብፈተና ልተኸበበ እዩ። በቃ ኣብ ጉያ ኩሉ ግዜ ዕውት እዩ ማለት ኣይኮነን። ብዙሕ ግዜ ይወድቕ እዩ ልማንም ኣይናገር ብዙሕ ግዜ ይሓዝን እዩ ልማንም ኣየርኢ ወዲ ሃምፂ ባይ ዘይ ናሽራል በቃ ምንም ነገር ስምዒቱ ማንም ሰብ ክርድአሉ ይኽእል ኣብ ጎኑ ኮይንኺ እዚ እዚ እዚ እዚ ፐርሶናሊቲኡ ተረዲእኪ ኣብ ጎኑ ኮይንኺ ክተኽብርዮ ተለኺ ልዕሊ ምንም ምዃኑ ክትነግርዮ ተለኺ እስኺ እሱ ወዲ ምዃኑ ጓልነትኺ ተጠቂምኺ ትሪት ትገብርዮ ተለኺ፣ ተኽብርዮ ተለኺ፣ ሬስፔክት ትህብዮ ተለኺ፣ በቃ ልኣኻ እየ ልሰምዕ ልኣኻ እየ ልእዘዝ እስኻ ኢኻ ተስመዐኒ ኢልኺ ትነግርዮ ተለኺ you know ካባኺ ክወፅእ ኣይኽእል እዩ። ካባኺ ብፍፁም ክፍለየኪ ኣይኽእል እዩ። ስለዚ እንድሕር ወጣት ኮይኑ መፃምድኺ ኣኽብርዮ። I know ክብሪ ልፀልእ ናይ ዕድመ ክልል ደረጃ የለይ ይፈልጥ እየ ግን you know ዓበይቲ ክኾኑ ተለው ብዙሕ ነገር ሪኦም እዮም ክብሪ ለይፈልጡ እዮም ኩሉ ነገር ለይፈልጡ እዮም እና ነገራት ሃንድል ልገብርሉ ወይ ብጣዕሚ ካልም እዩ ልተረጋግዐ እዩ ወጣት ግን ሃም ኣይኮነ ኣብ ቅድሚቱ ልፅበዮ ኣሎ ላይፍ ታይ ዓይነት ምዃኑ ኢቭን ምንም ኣይፈልጥ ብዝለለዎ ዓቕሚ ብዝለለዎ ካፓሲቲ እዩ ልጎይ እምበይ ምንም እዚ እዩ ኢሉ ኢማጂን ልገብሮ ነገር የውል ዓበይቲ እዮም ብዙሕ ፒክቸር ለለዎም ምክንያቱም ሓሊፎም እዮም ተኸቢሮም ሪኦሞ እዮም ተዋሪዶም ለሪኦሞ እዮም ስለዚ ምንም ነገር ተኾንካሎም ኣይደንቆም እዩ ወጣት ግን ንእሽተይ ነገር ሰርፕራይዝ ትገብሮ እያ ንእሽተይ ነገር ተደንቆ እያ ዩሲ ስለዚ ክነግረኪ ኣኽብር እዩ እዚ መጻምድኺ ናትኺ ክኾን እንድሕር ትደልይ ኮይንኺ እዚ ኢነርጀቲክ ልኾነ ወዲ እዚ ኣብ ጻዕሪ ኣብ ልፍዓት ልኣኺ ከኽብር ሓፍ ኮፍ ልብል ዓይነት ወዲ እንድሕር ኮይኑ ክነግረኪ ኣኽብርዮ መንእሰይ ይነግረኪ ኣለኹ ልኹሉ ትጥቀምዮ ትኽእሊ ኢኺ ምክንያቱም ኣብ ውሽጡ ሓይሊ እኒኦ፣ ኣብ ውሽጡ ፓወር እኒኦ፣ ኣብ ውሽጡ ኢነርጂ እኒኦ። ሶ እዚ ኢነርጂ እዚ መልካም ዝኾነ ሰናይ ዝኾነ ሪሌሽን መስሪትኺ ህይወትኺ ኢንጆይ ላገበርክዮ ክትሓልፍ ትኽእል ኢኺ። ወይ ድማ ከዚ ብዙሕ ግዜ ትርኢ ተለኻ ሓደ ሓደ ግዜ ወጣት እዮም ዝዋቕዑ፣ ወጣታት እዮም ሃምዚ ሕማቕ ነገራት ዝገብሩ። ብኡ ልክዕ ለለ ወጣታት እዮም በቃ ጻዕር ዓር ኢሎም ንመጻምዶም ዓብይ ነገር ሰርፕራይዝ ዝገብሩ ስለዚ ኤቭሪቲንግ ለሎ ኣብ መንእሰይ እዩ መንእሰይ እንድሕር ሒዝ ኮይንኺ ኮንግራጁሌሽን ኣነ ክነግረኪ ተዓዊትኺ ክንኢኺ ግን ኣዳሓዙኡና ኣካይዱ ፍለጥሉ ካብኡ ለለ ልክዕ ከምዚ ልብለኪ ኣለኹ እግሪ እግሩ ስምዒቱ ሃልዩሉ ክነግረኪ በቃ ፋክት እዩ እዚ ስምዒቱ ሓልዩሉ ማለት ክሓዝን ተሎ ኣብ ጎኑ ኩን ክሕጎስ ተሎ ኣብ ጎኑ ኩን ክስእን ተሎ ኣብ ጎኑ ኩን ክረክብ ተሎ እውን ኣብ ጎኑ ኩን ሴክሹዋል ኢሞሽኑ ሓልዩሉ መጻምዱ ይኸይ ነው ብፍላይ ብፍላይ ሪሌሽንኹም በቃ ልጸንዓ እንድሕር ኮይኑ ሓዳር ምናምን ኣብ ልበሃል ደረጃ ልበጽሕ ዓይነት ምዃኑ ርግጠኛ እንድሕር ኮይንኺ ብኤቭሪቲንግ ስምዒቱ ትረድእሉ እና ብዙሕ ሰባት ሪሌሽን ብሬክ ኣፕ ልገብር ብስምዒት ለይምርድዳእ እዩ ብስምዒት ክትረዳድእ ክትኽእል እኒአኪ ምስ መፃምዲ እንታይ እዩ ልደሊ ሃም ዓይነት ሰብ እዩ እንታይ እዩ ለሐጉሱ እንታይ እዩ ከለሕዝኖ እንታይ ክሓድገሉ እንታይ ኸ ክኽእለሉ ሃመይ ሃመይ ኸ ኢና ንቐፅል ዩሲ ስማርት ምዃን ልዚ ይጠቅም ባዕልኺ ዲቨሎፕ ግበሪ ማቹር ዲኺ ን እዚ ቪድዮ እንድሕር ትርእለኺ ኮንኺ ኣብ ፍቅራዊ ሂወት ኣከባቢ ሃምለ ኣለኺ ኣይ ኖው ሶ ኣብዚ ፍቅራዊ ሂወት ልባሃል ላይፍ ኣቲኺ ስማርት ለይ ምዃን ሃመይ ፍቅሪ ሃንድል ሃም ልግበር ወይ ድማ ፍቅራዊ ሂወት ሃመይ ሃም ልምራሕ እንድሕር ለይ ትፈልጢ ኮይንኺ ንእሽተይ ትድሕሪ ኢኺ ስለዚ ስማርት ኹኒ ካብኡ ለሊ እቲ ናይ መጨረሻ ነገር ክነግረኪ ወጣት እንድሕር ኮይኑ መጻምድኺ ትኹረት ሃብዮ። ማንም ሰብ ትኹረት ይደሊ እዩ ብፍላይ ብፍላይ ለለ ወጣት መጻምድኺ ካባኺ ብሓሙሽተ ዓመት ብሸውዓተ ዓመት ብሰለስተ ዓመት ኣብዛ ኣከባቢ በቃ ኦልሞስት እስከ ዓሰርተ ዓመት ለሎ ልዓብየክ እንድሕር ኮይኑ በቃ ወጣት እዩ እኒኦ ስለዚ እዚ መፃመድኺ እዚ ትኹረት ይደሊ እዩ ልዕሊ ምንም ልዕሊ ምንም ናይኽ ትኹረት ይደሊ እዩ ወጣት ባይዘወይ ክነግረኪ ማንም ላጸረፈው፣ ማንም ላንቋሸሸው፣ ማንም ላበሳበሶ መጻምዱ ሰበይቱ ጀግና ኢኻ እስኻ ክቡር ኢኻ ትብሎ ተኾይና ማንም ማንም ሞራሉ ክንኾ ይኽእል ኣብየትም ኣብየትም ኣብየትም የተ ችግር የብሉ ብቻ መጻምዱ ብቻ ሰበይቱ ተኽብሮ ብቻ ሰበይቱ ይሓዛ ተረዲኪ ኣብኡዩን እዩ ዝጊን ማንም ምንም ክገብሮ ይኽእል ነገር ግን ብደገ በቃ እስኻ ላተባለ ሰብ ጉንብሕ ጥልዕ ላበለሉ ላኽበሩ እስኻ እኮ ምናምን ላተባለ ላተሞገሰ ላተጨብጨበሉ ግን ኣብ ገዝኡ ልናዓቐ እንድሕር ኮይኑ ትኹረት እንድሕር ለይብሉ እንድሕር ለይኽበር ብጣዕሚ እዩ ልትሰበረ ሰብ እዩ ዝሰብዚ እና ክነግረክ ትኩረት ሃብዮ በቃ ኢዝሊ ኢዝሊ ኮይ እቅልል ኣቢልኺ ንልክደኖ ክዳን ልምንታይ እዩ ዝትክደን ኣለካ እዚ ልምንታይ እካ ትገብር ኣለካ ሳይኮሎጂካሊ ብጣዕሚ እዩ ዝሰርሕ ክነግረኪ ብጣዕሚ እዩ በቃ እዚ ብምግባርኺ ኣብ ልቡ ህንዲ ምንታይ ቦታ ከም ተግነይ ትፈልጢ ለይተስታርር ክዳን ንምታይ ኢካ ትገብር ኣለካ እዚ ንምታይ ኢካ ከምዚ ትኮን ዘሎ ንዓስቲ ሎምዓንቲ ታይ ገይርካ ታይ ተከዲንካ ኣይኒ ሽቶ ገይርካ ምናምን ምባል ይጠቅመኪ እዩ ብጣዕሚ ኢኪ ትጥቀሚ በቃ ማንም ሰብ ኣቴንሽን ኣይሃቦ ማንም ሰብ ኣያክብሮ ዳዝ ማተርሎ እስኺ ተኽቢርክዮ እስኺ ትኹረት ተሂብክዮ እስኺ ተበረታትዕክዮ እስኺ እንድሕር ኣጀጊንክዮ ሙሉእ ዘመኑ ለኣኽ ላትገዘ ይል ነበር ሙሉእ ዘመኑ ለኣኽ ተኣሚኑ ልኽእል ነበር

ክትዕገስ ተሃልዩ ክትዕገስ እኒኤኪ፣ ክተኽብሪ ተሃልዩ ክተኽብሪ እኒኤኪ፣ ክትናገሪ ተሃልዩ ክትናገሪ እኒኤኪ፣ ሱቕ ክትብሊ ተሃልዩ ሱቕ ክትብሊ እኒኤኪ፣ ክትእዘዚ ተሃልዩ ክትእዘዚ እኒኤኪ። እና እዞም ኸዚ ልነግረኪ ኣለኹ ሓሙሽተ ነጥብታት እንድሕር ትገብርዮም ኮይንኺ እስካዕ ሽምግልንኡ ሃምዚ ደቂ ደቂ ክሳብ ትሪኡ ሸምጊልኩም ፒክቸር ግበሪ ጻዕዳ ተኸዲንኩም ደቂ ደቂ ወሊድኩም ምናምን ነገር ዓመት በዓል ክኾን ተሎ ዩሲ ኣዛ ታይም ትበጽሕ እንድሕር ትደሊ ኮንክ ምዚ መንእሰይ መጻምድኺ እዘን ኸዚ ልነግረክ ኣለኹ ነገራት ግበርሉ ጓል ኹንሉ ኣኽብርዮ ኣብ ጎኑ ኹኒ ስምዒቱ ሓልይሉ ኤቭሪቲንግ ጥንቅቕ ኣቢልኺ ግበሪ ጓል ኢኺ ስማርት ኢኺ ሓንቲ ጓል ካብ ሓንቲ ጓል ትበልፀሉ መንገዲ ባይዘዊ እዚ እዩ እምበይ መልክዕ ኣይኮነን እዚ እዩ እምበይ ና ገንዘብ ወይ ደሞ ና ቅርሺ መጠን ኣይኮነን እንድሕር ኣካየዳ ብዙሕ ግዜ ሪኢኻ ይትፈልቲ ሓደ ብጣዕሚ ልትጋነነ ወዲ ኢልኺ ትሓስብዮ ወዲ ምስ ሓንቲ ለይትረብሕ ኢልኺ ትሓስብያ ጓል ብሓደ ኮይኖም ክነብሩ ኣይትምጥኖ እኮ ሃመይ ድዩ ምዚኣ ኮይኑ ኢልኺ ትሓስቢ ኢኺ ትኾኒ ግን ኣብ ውሽጢ እዚ ዓይነት ኣካይዳ ስለልኸዱ እዩ ሪኺ ልኣና እዮም ለይመጣጠኑ ልመስለና ልኣና ክንሪኦም ተለና ኣብ ደገ ወይ ድማ ተመልካች ኮይና ንሪኦም ተለና ዝኾነ ለይመጣጠኑ እዩ ልመስለና ግን ኣብ ውሽጢ ሃመይ ዓይነት ላይፍ ስታይል ሃምለለዎም ንሕና ይንፈልጥ ዛስዋይ ንሕና ኣይመጣጠኑ እኮ ሃሚሎም እዮም ብሓደ ልነብሩ ሃሚሎም እዮም እዚኦም ሰባት እዚኦም ብሓደ ክኾኑ ክኢሎም እሱስ ጓልዲ ስኢኑ ወይ ድማ እሳስ ወዲ ድያ ስኢና ከምዚ ምዝቲ ኮንላ ገለገለ ይበሃል ግን እሱ ኣይኮነ መልክዕ ኣይኮነ ቅርሺ ኣይኮነ ምናምን ኣይኮነ እስኺ ብቻ እዘን ኸዚ ልነግረኪ ለኹ ነገራት ተግባራዊ ግበርየን ሰብኣይኺ ላብ ምንም ክኸድ ኣይኽእል እዩ ኣስጢሙ ክትሕዝዮ ትኽእሊ ኢኺ ናሎማዓንቲ ሓሳብ እዩ እዚ ነይሩ ክሳብ መወዳእታ ምሳይ ሰለልፀናሕኽን የቐንየለይ እዚ ቪድዮ እንድሕር ተሞቺክን ኾይኑ ላይክ ምግባር ከይትረስዓ ላብ ኻልኦት ኣሕዋትኽን ምእንታን ክበፅሕ ወይ ድማ ወጣት ሪሌሽን ለለወን ወጣት መፃምድ ለለወን ኣጓላት ኣሕዋትኽን እንድሕር ሃልየን ልኣን ሼር ግበራለይ ለዚ ቻናል ሓደሽቲ እንድሕር ኮይንክን ለለ እዚ ቻናል ሰብስክራይብ ላገበርክን ቤተሰብ ክትኾናን ኣብ ቓፃሊ ልልቀቁ ቪድዮታት ላተኸታተልክን ህይወትክን ክትልውጣ ኣፕዴት ክትገብራን ጋብዘክን ለለ ኣብ ቓፃሊ ክሳብ ንራኸብ ሰላም።